ሰላም ሰላም ናይ ዙፋኒ ናርዲ ተኸታተልቲ ዝኾንኩም ንኹልኹም ከመይ ኣለኹም? ኣነ ሰላም እየ እግዚኣብሔር ይመስገን ፅቡቕ ኣለኹ። ከምዚ ኣነ ሰላም ዘለኹ ሰላም ክትህልዉለይ ናይ ኩሉ ግዜ ትምኒተይ ድልየተይ እዩ። እሺ እምበኣር እንኳዕ ኣብፀሐኩም ኣብፀሐና እናበልኩ ነዛ ዕለትን መዓልትን እዚኣ ሓድሽ ቪድዮ ጊዘ ለኩሉ ሒዘልኩም መፂኣ ኣለኹ ማለት እዩ ጋይስ። ኒ ላይክ ሸር ሳብስክራይብ ዘይገበርኩም ፕሊስ ፕሊስ ላይክ ሸር ሳብስክራይብ እናገበርኩም ንስደተኛታት ኣሕዋትኩም ኣበራትዑና ክብለኩም ይፈቱ። ኒ ላይክ ሸር ሳብስክራይብ እናገበርኩም ተበራትዑና ኣቴንክ ዩ ብጣዕሚ እየ ዘመስግን የቐንየለይ። እሺ እምበኣር ቪድዮ ንምሕፃር ዝኣክል ናብኡ ከብለኩም እየ ክቡራት ኣሕዋተይ ኣቐለ ገይርኩም ክስካብ መወዳእታ ስምዕዋ። ዝኾነ ጎደሎ እንተድኣ ሃልዩ ኸዓ ኣብ ኮመንቲ ቦታ ኣቐምጡልና ንሪኦ ኢና መልሲ ኸዓ ብቕልጡፍ ንህበኩም ኢና ማለት እዩ። ናብኣ ከብለኩም እየ ናብታ ቪድዮ ቪድዮ ንምሕጻር ዝኣክል ሊስኮ ናብኡ ከብለኩም። እሺ እምበኣር ሎማዓንቲ ከምዚ ኣብ ስክሪን ጌረዮ ዘለኹ ቪድዮ ማለት እዩ ፎቶ ዶ ወይ ድማ ጊዘ ለኩሉ ኂዘልኩምዮ መጽአ ወይዘር ሃርያ ብጣዕሚ ተጨኒቓ ብጣዕሚ ሓሪቓ ኸምቲ ኣብ ቅድሚ ሕጅ ኣብዝኃለፈ ክፋል ቢድዮ ዝረአናዮ ማለት እዩ ስለዙይ ወይዘሮ ሃርያ ገብራት ሕሹኺ ኢልዋ ነይሩ እዩ ነጊርዋዊ ነይሩ እዩ በቃ ኣንሕና ኽንነብር እንተ ኾይንና ኣነንስኽ ናብራ ኽንመርሕ ሓዳር ክንምስርት እንተ ደኣ ኾይንና። እዞም ዘየድልዩ ሰባት ከነቃብጾም ኣለና ኢልዋ። እሳ ሓቂ ሓይሽ ንሰብኣያ ኣይተቀበለቶን ነይራ no ኣነ ገብራት ኣነ ንስኻን ሓዳር ክንገብር ድልየት እንተሃለወኒ ግን ካዓ ንሰብኣየይ ክትቀትሎ ግን ፍቃደኛ ኣይኮንኩን። ኣሚነይ ኣቦ ደቀይ እንድዩ ከመይ ጌረ እሞ ከዓ ፅባሕ ንጉሆ ኣነ ናባካ እንተኣትየ ንሱ ደቁ ከዕብየለይ ይኽእል እዩ ስለዚ ንበራኺ ምጥፋእ ፅቡቅ ኣይኮነን ንዕቋር ግን ኣደዳይ እዩ ደስ ይብለኒ ብሕልሚ ሪኤ ጓለይ እናቀተላ ብጋህዲ ሪኤ እውን ሓኒቁ ቀቲልዋ ነይሩ። ብዙሕ ነገር ስለ ዝርኢ ዘለኹ ንዕቋር ፍቓደኛ እየ ኣንጢርካ ዕረፍ ኣቃብጾ ኣስዕቦ ናብ ሓው ናብ ኣቦኡ እንተ ሰብኣይ የግንኖ ገብራት እዚኣስ ኣይትውዕላን ኢላ ከምቲ ዝተዛረበቶ ሕጂ ኮፍ ኢላ ጭንቂ ኮይኑዋ ኣብ ቅድሚ ሰብኣያ ኮፍ ኢላ ዋይ ኣነ ርግምቲ ንሰብኣየይ ከጥፍኦ ኢሉኒ እሞ ከዓ ደቀይ ብዘይ ኣቦ ክዓብዩ ኣነ ኸኣ ካልእ ሓዳር ክገብር ይግበር ድዩ ኮይኑ ባእ እንታይ ክገብር ኣለኒ እዋይ እሞ ባራኽ እኮ እሙን ለዋህ ፈቃር ትሕተኛ ሰብኣይ እዩ ንሓዳሩ እሙን ሰብኣይ እዩ ኣይ ኣነ ርግምቲ ኣነ እንዶ ኣለይ ዘይእመነሎም እንተ ኣነ ዶ እንድዒ እንኪ እል በገ ባዕልኻ ጽለለይ ሓልወኒ። ባራኺ ከዓ እዛ ሰበይተይ እንታይ እያ ትኾን ዘላ ኣነ ባህ ኣይበለንን ኣካይዳኣ እንተድለየት ትፃረፈኒ እንተደለየት ተሞግሰኒ እንተደለየት ከም ደስትኣ ትኾን ኣነ ካብ ጥርጣረ ዓዲ ኣይወዓልኩን እስኪ ደሓን ንሓደ ሰራሕተኛ ናይ ገዛ እዩ ኢለ ሰላል ወዲ ኣምፂኣ ክሕልዋ ኣለኒ እምበይ ኣነ ከምዚ ባህ ኣይበለንን ዘሎ ዋላ ውሽጠይ ኣይማእመአንን ሓደ ወገን ዝኸበርት በዓልቲ ቤተይ ካባይ ዝበለጸ ሰብኣይ ዶ ኽን ረኺባ ከይትኮን ኤእ ኣይትገብሮን ኣይትገብሮን ደሓን ተዓገስ ነብሲ ኣይትውዕሎን ኣሚነይ ኣነ ተዘይ ኣሚነያ መን ደኣ ክኣምና ኣነ ድየ ክኣምና ዝግበኣኒ ኣነ ድየ ከኽብራ ዝግበኣኒ ኤእ ድል ናተይ ኩሉ ነገር እታ ኣነ ክገብረላ ዝግበኣኒ ንሱ ማንም ሰብ ኣይክገብረላ ዝግበኦ እሞ ኣነ ክገብሮ ድሕሪኡ ክብል እየ እስኪ ደሓን። እዛ ሓሳብ እዚኣ ንግዚኡ ተፅንሐለይ። ነገሩ ሓደ ግዘ ውሽማ ሒዛ ፀኒሓ ዝብል ዘረባ ዶ ኣይሰማዕኹን? ብቐዳማይ እውን ኣነ ኣትየ ክዛረባ እንከለኹ ስርስር ኢላ ሃለይ ነይራ። ኤእ ምስ ግዘ ኩሉ ክንሪኦ ኢና። እንድዒ እምበይ ፈርሕ ኣለኹ ውሽጠይ። እንታይ ኮን ይሓስቡ ኣለዉ ሀዚ እዞም ሰብኣይ? ኣነ ምስ ግብራት ክነብር ግብራት ንሰብኣየይ ይቕተሎ ቀታሊ ሰብኣያ ክበሃል ኖኖ ደቀይ ብዘይ ኣቦ ክዓብዩ'ሞ ኣይደልዮምን እሞ እንድሕር ምስ ግብራት ሓዳር ጌረ ፈሊጦም ደኣ በታ ጥይቶም ሓንቲ ንኣይ ሓንቲ ንግብራት የብዕልዋ መኣዝ'የ ሓንዳብ ኮይኖም ኢሎም ግብራትን ባራኽን ወይዘሮ ሃርያን በይኖም'ዮም ዝፀውዩ ዘለዉ ብሓሳብ ብጭንቂ ማለት'ዩ። ካብኡ ሕልፍ ኢሉ ናብ ኣከሎም ክሓልፍ እየ። ኣከሎም ክዓነይ ተንከሲስ ስርሑ ተንከሲስ ስራሕ ተግባሩ ኹሉ ነገሩ ተንከሲስ እዩ። ቕተልዎም በልዎም ሕረድዎም ኣጥፍእዎም ተዘይኮይኑ ጥዑይ ቁም ነገር ክሓስብ ዝኽእል ሰብ ኣይኮይኑ ኣይተርኣየንን ማለት እዩ። ጋይስ በዚ ኣጋጣሚ ጌጋ እዩ ከምኡ ክኸውን ኣይኽእልን። እቲ ሓቂ ስለ ዘንጸባርቕዎ ደለዉ ኸዓ ድራማ ስለ ዝኾነ ንሓደ ሰብ ውልቀ ጸዊዕካ ክትጸልእ ጽቡቕ ኣይኮነን ትምህርቲ እዩ ደሕልፎ ደሎ እምበር ንሱ ከምኡ ማለት ኣይኮነን ኤንወይ ምስ ገብራት ኮይኑ እቲ ዝሓለፈ ክፋል ሓምሻይ ከም ዝገለጽናዮ ሄይ ታይ ሓሲብካ ገብራት እዛ ናተይ ሓሳብ ተቐቢልክምዋ ዶ ኣነ ትኽክለኛ ሓሳብ ኮይና እያ ተራእያትኒ ኢልዎ። ን ገብራት ገብራት ክዓ ን ኤእ ኣታ ርክብ እንድዒ እምበይ እቲ ወዲ ገረመድህን ረኪበዮ ን ሰለሙን ኣጥፈኣዮም ንኩሎም ኣቃብጾም ኢለዮ እንተ ኮነ ንሱ ውን ፈሪሑ ን ዕቋርስ ጸገም የብሉን እንታይ ሂወት ኣለዎ ኮይኑ ኢሉ ንባራኺ ግን ኣነ ራሄል እናወሰድኩ ራሄል እናተመርዓኹሲ ከመይ ገይረ እየ ባራኺ ክቐትል ፅባሕ ንግሆ ራሄል እንተፈሊጣ ቀታለ ቦይ እናበለት መቐመጢ ክትከልኣኒ እያ ስለዚ ተኽኢልኩም ባዕልትኹም ወዓልዋ ኢሉና ታይ ክንገብር ኣለና ሀዚ ወይ ከዓ ገንዘብ እንተልዩካ ኣብዝሕ ኣቢልና ገንዘብ ከነሕትሮ እሞ ይውዓላ ድሕሪኡ ኽልቲኦም ተተቓቢፆምልና ንሕና ከዓነይ ፅቡቕ ገይርና ኣሰፋፊ ኣስፋሕፊሕና ንነብር። ኣነ ኸዓኡ ከለኹ ንእግረ መንገደይ ንሃረያ ይእክባ፣ ምስ ሃረያ ሓዳረይ ይገብር፣ እስኻ ኸዓ እስኹም ከዓ ካብ ምቕታል ሃይሉ ትገላገሉ፣ ታይ ገደሰኩም ነፃ ትወፁ፣ ፎእ እዚኣ ዲኹም ሓሲብኩም ዓርከይ ወይ ገብራቲ ዓርከይ፣ ኣነ ዝብል ዘለኹ ብዘይፍለጥ መንገዲ እምበይ ሰሎሙንሲ ንራሄል እናወሰደ ጽባሕ ንግሆ እቲ ምስጢር ከየውጽኦ ዝፈርሕ ኣለኹ እምበር እንተዘየውጺእዎ ጸገም የብሉን ግን ከየውጽኦ ቁልዕነት ኣሽኪዕዎ ከይዛረብ ብጩቕ ኢሉ ንኸይወጾ እየ ፈሪሐ ዘለኹ። እዚኣ ከመይ ትመስለኩም ዓርከይ ኣይተፍርሕን ድያ ኮይና ተፍርሕ እኮ እያ ምክንያቱ ንሕና ክንደይ ነብስታት ኣሕሊፍናን ቀቲልናን ኣብዚ ኣብ መጨረሻ ሰሎሙን እንድሕር ኣፈሺሉና ንሕና ክንወፅና ክንወፀ ዘይንክእል ዓዘቅቲ ዕድመ ልክዕና ተኣሲርና ክንወፀ ዘይንክእል እስር ቤት እንድሕር ኣቲናሲ ታይ እዩ ክገብረልና ከም ሰብና ኣየር ዘይነስተንፍስ ደገና ወፂና ኣየር ክንስተንፍስ ተኮይንና ግን ኣነን ንስኩምን ባዕልና ኩሉ ክነቃውጽ ክንክእል ኣለና ድሕሪኡ ብኣምላኾም እዮም ሞይቶም ኢልና ምስ ህዝብና ከምታ ነጽብሃ ዝገበርናዮ ዕጭኦም ንኦም እውን ኣይከምኣ ትኸውን ኣይ ኣታ ኣታ እንድዕምበይ ኣታ እንድዕምበይ ኣነ እንድዕምበይ ወያ ጓለይ ክዓ ብ ሓደ ወገን ተሕስበኒ ድኻትም ቆልዑ ሒዛ ዶ ኮለል ክትብል ኣብ ለለኹ እንተ ኣቱም ኣቱም ከምኡ ኣይትበሉ እታ ኮይና እያ ኮለል ትብል ኣምፅእዋ ንገዛኹም ኣብ ገዛኹም ኮፍ ኣብልዋ ዝበላዕኹምዎ ትበልዕ ዝሰተኹምዎ ትሰቲ እምበይ እንታይ ኮይና እያ ዮሃንስስ ግን ከዓሳ እታ ቆልዓ ነዳኣ ከም ዝቐተልኩ ኣነ ከም ዝቐተልኩዋ ነዳኣ ትፈልጥ ትፈልጥ እያ ስለዚ እንድሕር ፈሊጣ ምዕቋርን በራኽን ዳኣና ካብዛ ዓለም ንፍለዮ እምበይ ብመን ከም ዝወጽእ ምስጢር ክዓስ ኣይፍለጥን ዓርከይ። ኣነ ጽልንጻሎም ናብ ገዛዖም ከጠፍኦም ደልየዮም ኔረ ንኣና ዘይረኽብሉ ቦታ እንተኾነ እንድዒ እስኪ ዓርከይ ሓድሽ ሓሳብ እስኪ ግዛዕ ንሕሰብ። ገለ በቃ ንኣታቶም ካብዚ ወይ ገዘጥፍኦም ወይ ክነጥፍኦም ክነጥፍኦም ተኾይንና እሞ ታጓልኩም ከ እንተለከብናያ ኸ ታጓለይ ታጓለይ ታጓለይ እውን ከነቃብጻ ኣቱ ኣታኣከሎም ዓይኒ የብልካ ዶ ንስኻ ዓይኒ ኣለካ ዶ ኣብሱሩ ኣነ ሰበይተይ ቀቲለ ኢለ ውዒዒ እናበልኩ መውጽእ ስኢነ ተጨኒቐ ብጥራሑ ስምኻ ዓጓለይ ክውስኽ ኣታ ጨካን። ኣታ ዓይኒ የብልኻን ድኻ ከመይ ዝበሉኻ ጨካን ኢኻ ወደይ ዓይኒ ዝብሃል ፍርሒ ዝብሃል ዘይብልኻ በል ንታ ጓለይስ ኣይውዕሎን ኣይውዕሎን ከይትሓስቦ ኣይውዕሎን እታ ፅብቕቲ ጓለይ እሞ ኻዓ ኣደኣ ኹምዕ ኣቢለላ ብንእሽተያ ደኽቲማ ዝዓበየት ኣይውዕሎን ብስሩ እውን ምሳኻ ምምካር ስቕ ኢልካ ብላሽውይ ስቅ ኢልካ ሀዚ ኣበሳኻ ክፍኣትካ ሕማቅ ተግባርካ ቀታሊ ሰብ ምኳንካ ኣሚንካ ተቀበል ችድ ኪድ ዋላ ዝተኣሰረ ገብራት ኣይገድሰንን እንታይ ከገድሽኒ ክንድዚ ናብ ጭንቅን ናብ ሓሳብን ናብ ሞት መዋጥር ዝኣተኹ ኪድ ኣከሎም ተሸከሞ ቀታሊ ሃይሉ ንስኻ ምኳንካ ካብ ህዝቢ ባዕለይ ባዕለይ ክምስክረልካ እየ ዋእ ኣታ እንታይ ኣታ እንታይ ኢና ንገብሮ ዋይ ኣታ ኣታ ኣታ ትጉዳ ኣህይ ኣታ ኣቱም ገብራት ዓርከይ ኣነስ ኣቅሪበ ናተይ ኢኩም ኢለ።